መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሎም መዓልቲ ከኣ ብዛዕባ እዚኦም ሰባት ሱቕ ኢሎም ዝፈርሙኻ ሓድሽ ኮንትራት እየ ክዛረብ መጽን እዚኣ ከማን ኣገዳሲት ንኹላትና ኢና ኣብ ጀርመን ጥራይ ዘለውኹ ዘይኮነስ ኣብ ሙሉእ ኤውሮጳ ወይ ኣብ ወጻኢ ብዙሕ ግዜ እንታይ እዩ ወይ ኣብ ገዛኻ መጽኦም የፈርሙኻ ወይ ኣብ መገዲ የፈርሙኻ እዚ ከኣ ብዙሕ ግዜ ብጌጋ ሓበሬታ እዮም ዘፈርሙኻ ንኣብነት ብዙሓት ናብ ገዛኻ መጺኦም ናይ ኤሌክትሪክ ናይ ጋዝ ኩንትራት ሓድሽ ኣሎ ጎደሎ ዋጋ ዝኾነ ኢሎም ይፍርሙኻ ማለት እዩ ክንደይኻ ትኸፍል ይብሉኻ ንኣብነት ስኻ ኣብዚ እዋን እዚ ስኒ ተስዓ እየ ዝኸፍል ዘለኹ ትብሎም እሳቶም ከዓ እዋ ኣባናስ ብሰብዓ ጥራይ ኢኻ ትኸፍል ወይ ስሳን ሓሙሽተን ኢኻ ትኸፍል ኢሎም የረድኡኻ እሞ ደሓን ኣነስ ክሓስበሉ እየ ገለ እንድሕር ኢልካዮም ከዓ ኣብ መወዳእታ ሕራይ በል ኣብዚኣ ከምዚ መጽየ ከም ዝነበርኩስ ፈርመለይ ኢኻ ኣብዚ ነቲኦም ስራሕናስ የድልየኒ'ዩ ይብሉኻ እስኻ ከኣ ብ ጽቡቕ ወይ ንዖኦም ኣሚንካ ከየንብብካ ሕራይ በል ኣብዚ ከም ዝመጻኻስ ሓቅኻ ኢኻ ክፍርመልካ ኢልካ ትፍርመሎም ኣብቲ ግዜ እቲ ግን ነቲ ኮንትራት ሓድሽ ውዕል ኢኻ ምስኦም ዓጺኻ ዘለኻ እቲ ሓድሽ ውዕል ከኣ ሽዑ ድሕሪ ክንደይ ደብዳቤ ይመጽኣካ ከባቢ ወርሒ ድዩ ድሕሪ ሰለስተ ሰሙን ድዩ ድሕሪ ክልተ ሰሙን ይመጽኣካ ደብዳቤ እቲ ውዕል ከኣ የሰንብደካ ማለት እዩ። ኣብኡ ከኣ ድማ ካልእ ዋጋ እዩ ዝብል። ቅድሚኡ ሰብ ጎደሎ ኢኻ ትኸፍል፣ ሰብዓ ወይ ስሳን ሓሙሽተን ኣብ ክንዲ ዝጸንሓካ ዝያዳ ዕጽፊ ዋጋ ይጸንሓካ። ካልእ ክስታይ ውዕል ይጸንሓካ ማለት እዩ። ወላ ሓደ ወረቐት ከኣ የብልካን ኣብቲ መዓልቲ። መን እዩ መጸካ፣ መን እዩ ኣፈሪምካ፣ ወላ ሓደ ወረቐት ኣይሓድጉልካን እዮም። መብዛሕትኡ ግዜ ኣድራሻ ከማን ኣይሓድጉልካን እዮም፣ ቴሌፎን ኣይሓድጉልካን እዮም። ስለዚ ኣብ ብጠቕላላ ዝኾነ ዘይርድኣና ኣይነፍርም። ካልኣይ ነገር ከኣ ኣብ ደገ ገዛና እንድሕር ከምኡ ኣፍሪሞም ሓቲቶምና ወይ ማለት ቅድሚ ጭር ምስ ኣበልኹማ ንምሕታት ኢንተረስት የብለይን ኣይደሊን እየ ጥራይ ክትብሉ ኢልኩም ግዜኹም ዘይምጥፋእ ከማን ፐርከ መብዛሕትኡ ግዜ ገዛኻ ዝኣክል ዝመፁ ስኒ ከመይ ገይሮም እዮም እዚኦም ጥዑያት ማለት እስኻ ኣየፀዋዕኻዮም ቆፅራ የብልካን ገዛ ገዛ ከይዶም ዕድሎም እዮም ዝፍትኑ ብሕልፊ ኣብ ቤተሰባት ኣረግቶት ከምዚ ብዙሕ ዘይርድኦ ሰብ ወይ ድማ ወፃእተኛ ኣብ ከምኦም እዮም ብዝያዳ ከዓ ዘዕወቱ እቲ ሰብ ከዓ ብስክፍታ ድዩ ብገለ ይፍርመሎም ማለት እዩ ሕጂ ግን ብጠቕላላ ከምዚ እንድሕር ተፈፂሙ ኣባኹም እቲኣ ደብዳቤ ምስ መፃትኩም ቀልጢፍኩም ክስታይ እዚ ኣነ ክድምስሶ እየ ዝደሊ ቪዳ ውፍስኸሽ ዝበሃል ኣሎ ራይት ኦፍ ዊስድሮል ማለት እዩ ማለት ስኒ እቲ ውዕል ዝገበርኩ ምሳኹም ስኒ ክድምስሶ እየ ዝደሊ እቲኣ ደብዳቤ ምስ መፃትኩም ክልተ ሰሙን ግዜ ኣለኩም ኣብ ከምኡ ከማን በቃ ቀልጢፍና ግን ኣብ ውሽጢ ሓደ መዓልቲ ክልተ መዓልቲ ክንገብሮ ይሓይሽ። ኣብ ከምኡ ከማን ሓንሳ ሓንሳ እቲ ደብዳቤ ከምዚ ኣቐዲሞም ከም ዝጸሓፍዎ ይጽሕፉ ኣብቲ ደብዳቤ ደንጉዩ ግን ይመጻኩም። ስለዚስ ድሮ እቲኣ ክልተ ሰሙን ስኒ ጎዲላ ኣላ። ኣብ ከምዚ ከማን ምጥንቃቕ የድልየና እዩ። ቀጻሊ ከኣ ደብዳቤና ቀልጢፍና ምኽፋት የድልየና እዩ። ብቀንዲ ግን ዘይምፍራም ብጠቅላላ ዘይ እንድሕር ዘይፈረምና ይሓይሽ እቲኣ ክልተ ሰሙን ኣብ ውሽጢ ክልተ ሰሙን መብዛሕትኡ ግዜ ከማን ኣብ ታሕቲ ተጻሒፉ ኣሎ እዚ ሕጊ ወይ ድማ ኤክስትራ ወረቀት ይሰዱልኩም እዮም እንድሕር ዘይደለካዮ እዚ ኩንትራት በዚ ስደደልና ኢልኻ ይብሉኻ ማለት እዩ እሳ ቀልጢፍካ ፈሪምካ ክትሰደሎም ይሕሸካ ማለት እዩ ቀልጢፍካ ካብቲ ኩትራት ክትወጽእ መታን እዚ ከዓ ብ ኩሉ እዩ ኣብ ናይ ቴሌፎን ድዩ ሕጂ ንሳቶም እንታይ እዮም ናቶም ካልኩሌሽን ብሓጺሩ ዓሰርተ ሽሕ ሰባት እንድሕር ከምኡ ገይሮም ኣታሊሎም መብዛሕትኡ ግዜ ከማን እቲኦም ካምፐኒ ዝጽሕፉልኩም ኣይኮኑን ካልኦት ሳብ ኮንትራክተርስ እዮም ሳብ ኮንትራክተርስ ማለት ምስኦም ውዕል ገይሮም ኣለዉ ንሳቶም ሕጂ ውሑድ መሃያ እዩ ዘሎም እቲኦም ሰባት ገዛ ናብ ገዛ ዝኸዱ መኣስ እዩ መሃይኦም ዝያዳ ዝኸውን ወይ ክፍሊት ዝወሃቡ ብዙሕ ሰብ እንድሕር ኣፈሪሞም ጥራይ እዩ። እዚ'ዩ ከኣ እቲ ጠንቂ ዘምጽእ ዘሎ። ስለዚ ስኒ ሕልንኦም ዘየፍቅድ ይገብሩ ኣለዉ ማለት እዩ። መታን መሃያ ክረኽቡ ድሩካ ኮለንን ይበሃሉ ኣብ ጀርመን ከማን ማለት እዩ። ብብዝሒ ስለ ዝመጹ ከምዚ እያ ሚሊተሪ ዓይነት ስለዚ ገዛ ገዛ ከኣ ስለ ዝኸዱ ድሩካ ኮለንን ይበሃሉ። እቲኦም መንግስቲ ከኣ እዚኢታት ስለ ዝፈልጥዎ እንታይ ብዙሕ ክስታይ ስለ ዝመጽእ ብዙሕ ሰብ ስለ ዝተቃወሞም ሕጂ እንታይ ጀሚሮም ኣለዉ እቲ መንግስቲ ገዲድዎም ማለት እዩ ወረቀት ምስኣ ክትሰዱ ኣለኩም ምስቲኣ ኩንትራት ክልተ ሰሙን እቲ ሰብ ግዜ ኣለዎ እዚኣ ኩንትራት ክድምስሳ ኣጋጣሚ እንድሕር ዘይረኣኻያ እዚኣ ደብዳቤ ግን ኣጋጣሚ እንድሕ ወይ ግዜ ዘይነበረካ ክትምልሰሎም በቃ ክትወጽእ ካብቲ ኩንትራት ብጣዕሚ ከቢድ እዩ ክልተ ሰሙን ስለ እቲ ሕጊ ዝሃበካ ክልተ ሰሙን ከኣ ከምኡ ኢሎም ስለ ኣብቲ ደብዳቤ ዝጽሓፉልካ እኹል ግዜ ነይርካ እዩ ሓበሬታ ክትህበና ድሕሪኡ እቲኣ ክልተ ሰሙን ምስ ሓለፈት ቲኤን ሚእትን ሰማንያን ዝያዳ ዝኾነ ውዕል ምስኦም ክትውዕል ክትውድኦ ኣለካ ክልተ ዓመት ክትውድኦ ኣለካ ክትወፅእ ብሕጊ ከማን ብጣዕሚ ከቢድ እዩ ስለዚ በጃኹም መሊሰ መሊሰ እየ ዝብለኩም ዘለኹ ከምኢታት ከዓ ብብዝሒ ስለ ዝመፃ ከምዚ ሕቶታት ወይ ብብዝሒ ስለ ኣሕዋትና ኣብ ሽግር ዝኣትዉ ዘለዉ ይነግረኩም ኣለኹ ናይ ዝኾነ ዘየተረዳእኩም ኣይትፈርሙ ይቐኒለይ ሰሰናየትም ነርኩም ባይ